ሕራይ ኣባሓጎይ ኣብዚ ኣቐድም ኣቢልካ ክትገልፆ ዝፀናሕካ ናይ ሸውዓተ ኪሎ ሜተርን ነጥቢ ክልተ ሚእቲ ኣከባቢ ማለት እዩ። ዝተሳእለ ስእሊ ኣብ ሓደ ኪሎ ሜተር እንታይ እንታይ ከም ዘዕመምካ ክትገልጽ ጸኒሕካ ነዚ ነገር እዚ ናብኦም ክተቕርቦ ምዃንካ ብኸመይ ኢኻ ኣርኢኻዮም መጀመርያ ከምዚ ማለት ሲ ናብቲ ዓወት ወይ ከዓ ነቲ ስራሕ ንዓኻ ኣሕሊፎም ክህቡኻ ዝኽኣሉስ ብገለ ጌርካ ርኢኻዮም ክትከውን ኣለካ ስለዚ ብኸመይ ኣገባብ ኢኻ ንስኻ ርኢኻዮም መጀመርያ ደሓር ክሳብ ተቐባልነት ንክትረክብ እሲ እንታይ ፍሉይ ነገር ስለ ዝረኣዩ እዮም ኣብቲ ናትካ ወዲቖምዋ?
ኦኬ ጽቡቕ ጽቡቕ ሕቶ እዩ ሕጂ እንታይ እዩ ክልተ ዓመት ምሉእ እቲ ሰብ ናብ እቲ ዘድልዮ ክራይቴርያ ወይ ዘድልዮ ቴማ ዘድልዮ ተጻዋርነት ወይ ገለ ገለ ከይኣተኻ በቲ ምንውሑ ጥራይ ሰብ ተስፋ ቆሪጹስ ዝቐርቦ ኣይነበረን ሕጂ እንድሕር ድኣ ብዙሕ ተወዳዳራይ ኣልይካ ኢኻ እስኻ ኣብ በቲ ክተቕርቦ ትኽእል ክራይቴርያ ዝያዳ ትዕወት ማለት እዩ። ኣብዚ ግን እንታይ ኣለካ ፍኑው ጸኒሑ ተስፋ ምቑራጽ እዩ ጸኒሑ። ይኽእል እየ ወይ ክፍትን ይኽእል እየ ዝተባህለ ዋላ ሓደ ነገር ኣይጸንሐን። ኮሎም እዮም ተሓቲቶም ባይ ዘ ወይ። ኣነ ተኸዊሉኒ እዩ ጸኒሑ። ሕጂ ኣነ ነዚ ከምኡ ምስ ሰማዕኩ ቀልጢፉ ዝተሰወጠን ነገር ሓደ ነቲ ዕድልቲ እቲ ሃገር ክትረኽቦ ኣለዋ ምኽንያቱ ሽምና ኣብ ምክፋእ ብቐጻሊ ክሳዕ ሕጂ ከማን እኮ ሓጋዚት ግብረ ሽበራ ዶ ሓጋዚት ከምዚ ዶ ከምዚ ዶ ንሕና ኣብ ቁጠባዊ ሕውየትና ኢና ዘለና ማእቶት ንገብር ባቡራት ነዕሪ ገለ ኣብዚ ኢና ዘለና እምበር ኣብ ኩናትን ህውከትን የለናን ክንብል እንድሕር ኮይና ንሕና እቶም ኤርትራውያን ናይ ኤርትራ ጉዳይ ክሳብ ዝኾነ እቶም ኤርትራውያንና ነዚ ሽምዚ ክንትክኦ ንኽእል ዝብል ኣተሓሳስባ ስለ ዝነበረኒ እቲ ሽዑ ዝሓዘኒ ኒሕ ጠገለ ኣይነበሮን ናይ ምስርሑ ክትሪኦ ከለኻ እቲ ኣብኡ ዘሎ ክራይቴርያ ከተማልኦ ወይ ድማ እቲ ሕግታት ካብ ንክትሰርሖ ንክትገድፎ እዩ ዝያዳ ዘተባብዓካ ኣብ ዘይሓቦኻ ንከይትኣቱ ዝግበር ዕርድታት እዩ ማለት እዩ ኣነ ነዚ ክዕወት ተኮይኑ ግን ሃህ ኢሉ ስለ ዝጸንሐ ዘይኮነ ፕራክቲካሊ ዝሰድድ ኣይነበረን ክትሪኦ ከለኻን እቲ ዓወት እቲ ናይ ዓወት መንፈስካ ውን ሓፍ ክብል ከም ድክእል ገይረ እቲ ፕሮፖዝል ጽሒፈዮ ሓደ ይከኣል ምዃኑ ካልኣይ ኣብ ሰለስተ ወርሒ ክውድኦ ምዃነይ ሳልሳይ እቶም ደድሕረይ እንዳከዱ ዝለክዩ ከባቢ ሓደ ሽሕ ተማሃሮ የድልዩ ምዃኖም ሰኣልቲ ምዃንን ዘይምዃንን ዘገድስ ኣይኮነን ፐርከ ነቲ ቫኪም ምምላእ ጥራይ ራብዓይን ኣገዳስን እቲ ፕሮፖዛል እዩ። እቲ ፕሮፖዛል ነቲ ቴማ ምምራጸይን ትርጉም ናይቲ ቴማን ብዓቢኡ ድማ እዚ ቴማ እዚ ናብቲ ንደልዮ ርሕቐት ከብጽሓና ዝኽእል ምዃኑን ራብዓይ ብሓሙሻይ ስኬች እየ ገይረ። ስኬች ገይረ ናይ ነብሲ ወከፍ ኪሎመተር ሓንቲ ኪሎመተር እንታይ ሪፕረዘንት ክትገብር እያ ኣብዘን ነዋሕቲ ፊልዮ ሓንቲ ፊልዮ ናይ ኣርብዓ ሰንቲሜተር እያ ኣብኣ እታ ሓንቲ ኪሎመተር ሪፕረዘንት ገይረያ ኣለኹ ማለት ነቲ ሰብ ክሪኦ ከሎ ማለት እዩ ሕጂ ልክዕ ዘን ዓንተወይ ዘዘንተኹልካ ልክዕ ብከምኣ ኮፍ ኮፍ ኮፍ ስለ ዘበልክወን ሰብ ክሪኦ ከሎ በቲ ስኬጅ ጥራይ በቃ ውዱእ ነገር እዩ ዝረኣይ ዘሎ ስለዚ ናብ እንታይ ይተርፈካ ናብቲ ፕራክቲካል ነገር ምስጋር ጥራይ እዩ ዘድልየካ መጀመርያ ክገብሮ ክእል እየ ዝብል ሰብ ዝመጸ ኣነ ጥራይ እየ ነይረ እዚ ንባዕሉ ዓቢ ሓጎስ ፈጢርሎም እዩ ተስፋ ካብ ምቑራጽሲ ናብ ቶታሊ ሓው እዩ ማለት እዩ እቲ ዝነበረ ስክፍታን ሻቕሎትን ሲ ሓው እዩ ካልኣይ እቲ እቲ እቲ ቴማ ንምንታይ መሪጸ ካልኦት ሃገራት ብሕጽረት ቴማ እየን ዝሳቐያ ማለት እዩ። እቲ ቴማ ይሓጽር እሞ ምውዳእ ስእኖ ይፈሽል። ክንደይ ሚልዮናት ዘውጻእካሉ ማቴርያል ይጓሓፍ ማለት እዩ። ኣብታ ሕጊ እኮ ኢልካ ኣሎ ሓንቲ ካብዚኣተን እንድሕር ደኣ ኣቢላ ይስረዝ። ሕጂ ወዲእኻ ነቲ ዝደለኻዮ ርሕቀት ገለ ገለ ክራይቴርያ እንተዘይማሊእካ እውን ይጎሓፍ እዩ ዝብለካ ዘሎ ብጣዕሚ ከቢድ እዩ እቲ ሕግታት ሳልሳይ ነገር እቲ ናይ ዓወት መንፈስካ እዩ እቲ ናይ ዓወት መንፈስካ ኣብ ቅድሜኻ ከም ድፋዕ እንድሕር ኮፍ ኣቢልካ ፍርሒ ደይ ከምዚ ተሰዓርነት ዘይምዕዋት ዝመስል ነገር ክትዕወት እውን ኣይትኽእልን ኢኻ በርከ ቀዲሙካ እቲ ሕልናኻ ረኹሚሹካ ኣሎ ስለዚ መጀመርያ እቲ ሕግታት ኮፍ ናይ ምባል ዓቕምኻ ኣብ ቦትኡ ክኸውን ኣለዎ። እቲ ሕግታት ልክዕ ከምዚ ዓሰርተ ትእዛዛት ኮፍ ዝበለ ክኸውን ኣለዎ፣ ክትፈልጦ ኣለካ፣ ክስወጠካ ኣለዎ። ካልኣይ ከም ዝብለካ ዘለኹ ናይ ሞራል ሞራላዊ ኩነታትካ ቨሪ ኢምፖርታንት እዩ። ይትረፍ ሕጂ ኣነ ዘይኮኑ ዋላ እቶም ተምሃሮ ከማን እንታይ ይስእሉ ኣለዉ ስኬች ይገብረሎም ስለ ዘለኹ እምበር ተደማሚሩ እንታይ ይመጽእ ኣሎ እኮ ዝፈልጦ ሰብ ኣይነበረን ዋላ እቲ ማሕበር እውን ኣይፈልጦን እኳ እዩ። ምስ ተወደኣ እዩ ውዱእ ነገር ምስ ረኣየ እምበኣር ከምዚ እዩ ዝብል ማለት እዩ። ሕጂ ከም በዓል ቻይና ዝኣመሰላ ንምንታይ ፈሺለን? ቻይና ነዚ ጉዳይ እዚ ክትገብሮ ኣይከኣለትን ክብለካ ከለኹ ክገርመካ ጥራይ እዩ ዘለዎ። ምኽንያቱ ብቴክኖሎጂ በሎ ብቁጠባ በሎ ብሰብ ጸጋ በሎ ብምንታይ ጎድሎም? እሳቶም ዘይኮ እንታይ ማለት እዩ እሞ? እዚኣ ሓደ ሰብ ክገብራ ዘለዎ ነገር እያ። እዚ ሓደ ሰብ እዚ እንተ ዘይተፈጢርዋ ኣሎ ኣይገብራን እዩ እኮ ኣይተፈጥረን ንዓ ተባሂሉ ዝተፈጥረ ሰብ ኣይረኸባን ኣሎ ንበል በዓል ፊሊፕንስ ንምንታይ ፈሺለን እንታይ እዩ ብዙሕ ነገር እዩ እቲ ናይ ፍሽለት መንገዲ ሓደ እቲ ቴማ ክሓፅር ይኽእል እዩ ይሓፅሮ እቲ ቴማ እቲ ምስጢራዊ ከም ዘሎ ከየስተውዕሎ ልኽእል እዩ ወይ ድማ እቲ ቁመት ናይቲ ቴማን ናይቲ ዝሰኣልን ማች ከይገብሮ ወይ ከየዋህዶ ይኽእል እዩ። ቀንዲ ግን ኢንተርፌረንስ እዩ። ሕጂ እንታይ ነቲ ስራሕ ዝሃበካ እቲ ናትካ ኣምብሬላ መጺኡ እዚኣ እባ ወስኸላ ሕጂ ነይሩ እኳ እዩ ዋላ ኣብቲ ናተይ ነይሩ እዩ ብስምዒት ንኣብነት የዕዋፍ ካብቶም ዓበይ ሰበስልጣናትና እዮም ንሳቶም ብሰናይ ጉድዊል እዚ ግን ናይ ሕድገት ኣይኮነን ማለት ጉድዊል እዩ ኣብ ኤርትራ ዘለዋ የዕዋፍ ፍሉያት የዕዋፍ ኣለዋ እዚ ትሰምዕዎ ትኾኑ ኢኹም ቱሪዝም የርእዩኻ እዮም ኣብ ዓለም ዘየለዋ ኣብ ኤርትራ ጥራይ ዘለዋ ኣብ ሰሜናዊ ባሕሪ የዕዋፍ ኣለዋ ሕጂ ነቲ ናትካ ነገር ከተንጸባርቕ ክትብል ምስቲ ቴማ ምስናይ እንድሕር ኣብካ ተሮኽሚሽካ ኣለኻ ስለዚ እስኻ ንኣብነት ሚኒስተራት መጹ ኔሮም ዳርጋ እኳ ዘይመጸ ሚኒስተር ኣይነበረን ነዞም ኤምባስታት ኩሎም እዮም ዝመጹ ኔሮም ኣምባሳደራት ናይ ደገ ማለት እዩ ኣቦሓጎይ ከምዚኣ ከምዚኣ ተትውስኸሉ ከምዚኻ ተትገብሮ ከምዚኻ ተትብል እብሉ እቲ ቴማ ሓዚለዮ ዘለኹ እቲ ናተይ ውዕል ዘዐውተንን ዘየዐውተንን ከኣ ኣነ ጥራይ ፈሊጠያ ስለዘለኹ እወ ሓቅኻ ጽብቕቲ ዝያዳ ክገብራ እየ እብሎም ሕጂ ዋእ ኣባሕጎይ ንኹሎም ሕራይ ትብሎም ስለኻ ናይ ብሓቂ ክትገብሮ ዲኻ ኢሉኒ እቲ ኮኦርዲኔተር ዝነበረ ሽዑ ስማዕ ኢለ ኣነ ስራሕይ ዝሰርሕ ኢለ ቴማ ኣለኒ ሕጊ ኣለኒ እቲ ሕግታት ትፈልጦ እየ ንዓይ ደቋስል ንድሕሪት መልስ ክገብር ኣይኮንኩን ንሰብ ከፍቱ ኢለ ኢለ ሕራይ እንዳበልኩ ሕር ከብሎም ዘይኮይኑ ካልእ ኣማራፂ ብለይኒ ኢለ ብስሓቕ መይቱ እሱ ስሒቑ ልክዕ ከኣ ከም ኣሰ ዝገበርኩ ተዓዊትና ማለት እዩ። ጽቡቕቲ ስጉምቲ ወሲድካ እወ።
እወ ስለዚ እንታይ ክብለካ እየ እዚ እቲ መበገሲኡ እዚታት እዩ ዝመስል ነቲ ማሕበር ወይ ነታ ኮሚቴ ክርእያ ከለኹ እዋእ ፕሮፖዛል ጥራይ እንተኾይኑ ዘረባ ጥራይ እያ ስኬች ግን ኣርእየዮም እቲ ስኬች ሕጂ ካብ ትጽቢቶም ንላዕሊ እዩ ነይሩ። እተን ስኬች ኣላግብ ኣቢለ ትር ምስ ኣበልኩዋ ከባቢ ሓሙሽተ ሽዱሽተ ኪሎ ብዚ ሜትሮ ኮይና ማለት እዩ ብነዋሕ ሕጂ በቃ ኣብቲ ጫካ ትርኢ ሽዑ ኣብቲ መዓት እንስሳታት ገለመለ ሽዑ እቲ ፋብሪካታት ትርኢ ሽዑ ክዓኑ ከሎ ዶ ሽዑ ገለመለ ገለገለ ዘረባ ደይብላ ተቐቢሎማ ሓሊፋ
እዋ
እሞ እማሲ ከሎ ጋናሲ ተዓወት ኣብኡ ከሎ ይረኣየካ ስለዚ ከምዚ እዩ ነይሩ ብጣዕሚ ጽቡቕ ጽቡቕ መግለጺ ብንጹር ሸውዓተ ኪሎ ሜትርን ሚእትን ስሳን ሽዱሽተን ሜትሮ እያ መጺኣ እታ ዓቐን በዚኣ ድማ ብደረጃ ዓለም ተፈላጥነት ረኺብካላ ኣለኻ ኣባሓጎይ ከም ሰኣሊ ጥራይ ዘይኮነስ ከም ዓቢ ሰኣላይ ሕጂ እዚ ነገር እዚ ንኽስራሕ ገና ብኣእምሮኻ ገና ክትሓስቦ ከለኻ ኣነ ገና ክሓስቦ ከለኹስ ሸውዓተ ኪሎ ሜትር ን ሚእትን ስሳን ሽዱሽተን ሜትሮን ዝኣክል ስእሊ ሓደ ሰብ ሰሪሕዎ ወይ ከኣኒ ክንደይ ሕብሪዩ ተወዲኡ ይኸውን ብዙሕ ትሓስብ ኣብዚ ሕጂ ከመይዩ ነይሩ ኣሰራርሕኡ እስኪ ብማተርያል ዓይንኸ እንታይ እንታይ ወዲኡ ይኸውን ብኣእምሮ ክትሓስቦ ከቢድ እዩ ሕጂ ኣብ ባይታ እስኻ ግን በዓል ውዕሎ ስለ ዝኾንካ ነቲ ነገር እቲ ከኣ ናብ ክዉን ዝገበርካ ሰብ ስለ ዝኾንካስ እስኪ ቁሩብ ሓፈሻዊ መረዳእታ እቲ ሰብሲ እንታይ እንታይ ወጻኢታት ተጌሩሉ ክኸውን እዚ ስራሕ እዚ ብዓቐን? ሕጂ
እቲ ዝጠልቦ ነቲ ስራሕ እቲ ማቴርያል ኣብቲ ሕጊ ኮፍ ኢሉ ዘሎ ፕሮፈሽናል ማቴርያል እዩ ዝብለካ ፕሮፈሽናል ሕጂ ሎካል ፕሮዳክሽን ኣይፍቀድን እዩ ከምዚ ሕጂ ኣብ ኤርትራ ዘሎ ስታንዳርዱ ደይሓለወ ወይ ከኣ ሪኮግኒሽን ብዓለም ደረጃ ዘይተዋህቦ ሰርቲፋይድ ዘይኮነ ድሕር ሰሪሕካ ይስረዝ እዩ ስለዚ ካብዚ ትጥንቀቅ ማለት እዩ ናይ ግድን ካብቲ ሪኮግናይዝድ ድኮነ ካምፓኒታት ክመጽእ ኣለዎ እቲ ማቴርያል ማለት እዩ ካንቫስ እዩ ዝበሃል እቲ መስራቂ እዚ ካንቫስ እዚ ብ ኤርትራ ዝስራሕ ኣይኮነን

ክንደይ ከምኡ ወዲ ይከውን እንተ ኢልካናስ ከባቢ ሽዱሽተ ሽሕ ይከውን ዶ ሽዱሽተ ሽሕ ነናይ ፍርቂ ስለዚ ሰለስተ ሽሕ ኪሎ ማለት እዩ ሰለስተ ሽሕ ኪሎ ማለት ዳርጋ ሰላሳ ኩንታል ከባቢ እዩ ዝመጽእ ዘሎ ብኩንታል ክትህቦ ከለካ እቲ ኢኮጅን ከምኡ ካልኣይ እቲ ብራሻት

እቲ ባግራውንድ ላንድስኬፕ ማለት እዩ። ሕጂ ኣብቲ ላንድስኬፕ ክትመጽእ ከለኻ መሬትን ሰማይን እንዳልኸኻ ስለ ትኸይድ እዚ ሕጂ እቶም ቆልዑ ዝተሳተፉ እቲ ጽቡቕ ነገር ተሳትፎ ከኣ እወ
ክንደይ ቀዳም ይኾኑ ነይሮም ኣብኡ ከለኻ? ሸሞንተ ሚእትን ዕስራን ሸውዓተን ተማሃሮ እዮም ተሳቲፎም ኣብዚ። በቢ ግዚኡ ማለት በብመዓልቱ በብመዓልቱ በብመዓልቱ ካብ ኩለን ዞባታት እውን ነምጽዎም ነይሮም ምክንያቱ ተሳታፍነት ናይ ኩለን ብሄራት እውን ከነረጋግጽ ንደሊ ነይርና ማለት እዩ ናይ ሃገር ጉዳይ ስለ ዝኾነ እንደገና ሳዋ እውን ከድና ቀጺልና ኢና ኣብ ሳዋ ከም ዝትፈልጦ ኩለን ብሄራት ኣብ ሳዋ ኢኻ ትረኽበን ተጠሚረን እዚ ንዓና ዓቢ ዕድል እዩ ነይሩ ካልኣይ እቲ ኣብኡ ዘሎ ኳሊቲ እቲ ዓይነት ሰብ ኣብኡ ዘሎ ብፍላይ ምሕደራ ናይ በዓል ሳዋ ሲ ብድስፕሊን ዝሃንጽን ንዜጋታት ምዃኑ እንድሕር ኣቢልካሲ ክሳብ ክንደይ ንባዕሉ ዲሲፕሊንድ ምዃኑ ፍለጦ። ክቡራት ተዓዘብትና መደብና ይቕጽል እዩ ዘሎ። ሳብስክራይብ፣ ላይክ፣ ሼር፣ ኮመንት ምግባር ናባኹም ንገድፎ። ኣብ መደብና ዘለኩም ርእይቶ ድማ ኣብ ኮመንት ክትጽሕፉልና ብትሕትና ንሓትት። ሕጂ ዕላልና ይቕጽል ኣሎ። ሕራይ ኣባሓጎይ፣ ኣብዚ ኣቐዲምና ክንዕልሎ ዝጸናሕና ዕላልሲ፣ ብዛዕባ እቲ ማተርያልን ብዛዕባ እታ ስራሕን ስፍሕ ዝበለ መልሲ ሂብካና ኣለኻ። ቀሊል ነገር ኣይኮነን። ብደረጃ ዓለም ዝተፈልጠ እሞ ኸኣ እቲ ዓወትሲ ናይ ዓለም ዓወት እዩ ብደረጃ ዓለም። ስለዚ ኣብዚ ነገር እዚ ማለት ነቲ ሕብረተሰብና ኣፍልጦ ማእታን ክህልዎ ካልእ ሰብ ከምኡ ዓይነት ስራሕ ክሰርሕ እንተ ደልዩ ወይ ከበርክት እንተ ደልዩ እሞ ብደረጃ ዓለም ተፈላጢ ንሃገሩን ንነብሱን ከፍልጥ ዝደሊ ሰብ እኹል ኣፍልጦ ሒዙ ናብዚ መደብ እዚ ማእታን ክኣቱ እዚ ኣብ መደምደምታ እንታይ ዓይነት ሽልማት ተሸሊምካ ትኸውን ንስኻ ወይ ኣብ ከምዚ ዓይነት ዓወት ዝተዓወተ ሰብ ዝሽለሞ ሽልማት እንታይ እዩ ናይ ገንዘብ ደገፍ ከም ዘለዎ ናይ ገንዘብ ሽልማት ከም ዘለዎ ብወረ ንሰምዕ ኢና ርሑቕ ከይከድና እውን ማለት ኣብ ስፖርተኛታትና ድዮም ገለ ዝተዓወቶ ዓወታት ኣሎ ኣብኡ ማለት እየ ሪካርድ እንተ ኣሲርካ እዚ እውን ከምኡ ይመስለኒ ሓቂ ዘሰይም እዩ ኩሉ ሓደ እዩ ስለዚ እንታይ ሽልማት ነይርዎ እንታይ ረኺብካ ኣብ ሓቂ ካብዚ ነገር እዚ